ኮሜድያን ዮናስ ምሕረተኣብ ማይናስ ኣብ ኤርትራ ኣብ ስርሓት ኮሜዲ ሓደ ካብቶም ልዑል ተቐባልነትን ዓብዪ ሽምን ዘለዎ ስነጥበባዊ እዩ። ኣብዚ እዋን ለበዳ ኮሮና ቫይረስ ምሉእ ህዝቢ ኤርትራ ኣብ ዕጽዋ ኣብ ዘለወሉ ደማ ንህዝቢ ዘዘናግዕ፣ ዝምህርን ተስፋ ዘስንቕን ብዙሓት ኮሜድያዊ ስርሓት ኣቕሪቡን ኣብ ምቕራብ ይርከብን። ምስ ሃብቶም ዊልድዮሃንስ ዝገበሮ ዕላል ይስዕብ።
መጀመርታ የቀኔለይ ቢቢሲ ትግርኛ ኣነ እቲ ሕማም ኮሮና ጌና ኣብ ኤርትራ ከይኣተወ ከሎ ኢና እቲ ንኮሮና ዝምልከት ምስራሕ ጀሚርና ማለት ሰላምታ ክቋረጽ ኣለዎ ዝብል ሕጊ ምስ መጸ ቀዳምነት ሰላምታ ዝኮነት እታ ኣብ ልዕሊተይ ሰፈርካ ትብል ምስቲ ናትና ካልቸር ማለት ስለዚ እዛ ኣብ ልበይ ሰፈርካ እትብል ግን ብመልክዕ ጸወታ ኮይና ኣብ ነፍሲ ወከፍ ሰብ ክጥቀመላ ምስ ረኣኹ ደሓር ከኣ እቲ ናይ ምዕጻው ናይ ምውሻብ ኣብ ገገዛኻ ናይ ምጽናሕ ምባል ከኣ መሊሱ ከሪሩ ማለት እዩ እቲ እንታይ ሓሲበ ኣነ ከም ስነጥበባዊሲ ንህዝበይ ነቲ ብናቱ ሞራል ሰማይ ዝደየብኩ ብናቱ ጣቕዒት ብናቱ ሓይሊ ብናቱ ጸጋ ብናቱ ኩሉ ነገር እየ ኣነ እዚ በጺሐዮ ዘለኹ ደረጃ በጺሐ ስለዚ ድማ ኣብዚ ጽንኩር ግዜ ከኣ ከድልዮ ምዃነይሲ ፈሊጠ። ዮናስ እቲ ኮሜድያዊ ትሕዝቶ ናትካ ኣብ ልዕሊ ኮሮና ብዓይኒ ላግጺ ገርካ ኢኻ ተቕርቦ እሞኒ ነቲ መልእኽቲ ዕቱብነቱ የጉድሎ ዶ ኸውን እሱ ከመይ ትርእዮ እስኻ በቲ ቋንቋ ናይ ኮሜዲ? ኣነ ሕጂ ብቋንቋ ኮሜዲ እቲ ዝሓሸ ኣገላልጻ እሱ ጥራሕ እዩ። ክኸውን ዝኽእል ማለት መልእኽቲ ናይ ኮረና ካብ ነፍሲ ወከፍ መደበር ሬድዮ መደበር ቴሌቪዥን ንህዝቢ ተዋሂቡ እዩ መልእኽቲ ስለዚ መልእኽቱ እንድሕር ነፍሲ ወከፍ ሰብ ፈሊጥዎ ኣሎ መካላኸሊ ናይ ሕማም ኮረና እንድሕር ነፍሲ ወከፍ ፈሊጥዎ ኣሎ ኮሜድያን ክገብሮ ዘለዎ ተራ ከኣ እንታይ እዩ ነቲ ኣብ ኣእምርኡ ጸቕጢ ፈጢርሉ ዘሎ ሓጎስ ክትፈጥረሉ ጥራሕ እዩ ዘለካ ነቲ ሕማም ሰብ ካብቲ ሕማም ክሃድም ዘይኮነቲ ኣጠቓቕምኡን ኣብ መካላኸሊታት ናይቲ ሕማም ፈሊጡ ነእምርኡ ኣዳሊ በቲ ሕማም እንዳተዋዘየ እንዳ ሰሓቀ ክብድሆ ከም ዘለዎ ጥራሕ ኢኻ ክትገድድ ትኽእል ኮይኑ እዩ ዝስማዓኒ ኣነ ማለት እዩ። ኣብ ልበይ ሰፍርካ ትብል ሙዚቃ ሰኒኻ ዝገበርካያ ኮሜድያዊት ስርሓት ኣብ ብዙሕ ዓለም ብብዝተፈላለየ ኖት ኤርትራውያን ጥራይ ዘይኮኑሲ ዋላ ደቂ ካልእ ዜጋ ውን ነታ ሙዚቃ መሰነይታ ጌሮም ኣፍ ልቦም እንዳሃረሙ ኣሰንዮም ኣብ ቲክቶክ ኣብ ዩትዩብ ዝዝርግሕዎ ብብዝሒ ቪድዮታት ይረኣ'ዩ ብዚ ማሕበራዊ ሚድያ ስጋብ ክንደይ ሃሪማትለይ ዕላማ ኢልካ ትሓስብ እስኻኸ? ዕላማ ናይታ ደርፊ ኪንዮ ትጽቢት እዩ። እቲ ኣብ ነፍሲ ወከፍ ገዛ ተዓጽዩ ዘሎ ሰብ፣ ተረሓሒቑ ንዘሎ ሰብሲ መልእኽቲ ናይ ሰላምታ ክትከውን ኢለ ማለትሲ ናተይ ሰላምታ እየ ኣነ ሰዲደ ናብ ህዝቢ። እቲ ህዝቢ ከኣ ኣጋጣሚ ኣብቲ ቪድዮ ከምቲ ዝረኣኻዮ ብዘይተጸበናዮ መንገዲ ሰላምታ ሰዲዱ። ናተይከ ኣይኮነትን ሕጂ ምኽንያቱ ናይ ኩሉ ህዝቢ እያ። ዮናስ ኤርትራ እቶም ሰላሳን ትሽዓተን ብኮሮና ቫይረስ ተለኺፎም ዝነበሩ ምሉእ ብምሉእ ንሓውዮም ነናብ ቤቶም ተፋንዮም ኣለው። እስኻ ከኣ ነቲ ኮሜድያዊ ስእልታት ንኽትስእል ናብ ዝተፈላለየ ጎደናታት ናይ ኣስመራ ካብ ጎደና ኣስመራ ወጺኻውን ስጋብ በዓል ጊንዳዕ ተንቀሳቒስካ ኢኻ እሞ ከመይ ነይሩ ኣተገባብራ ናይቲ ኣዋጅ ዕጽዋ? ከመይ ይኽተሎ ነይሩ እቲ ሰብ? ኣብቲ ንሰርሓሉ ዝነበርና እዋን ድማ ኣብ ነፍሲ ወከፍ ቦታታት ይንቀሳቐስ ነይረ እየ። ክሓድር ኣይፍቀደንን ነይሩ ምኽንያቱ በታ ዝኸድክዋ መኪና ምስ ዝኾነ ሰባት ከይተራኸብካ ቀልጢፍካ ስራሕካ ወዲእኻ ክትምለስ ኣለካ እዩ ዝብል ነይሩ እቲ መምርሒታት። ከምኡ እዩ ከኣ ክኸውን ዘለዎ ማለት እቲ ህዝቢ ኣብኡ ዘሎ እውን ምሳኻ ኣይራኸብን እዩ። ኣብ ዝኸድናዮ ዓዲ ሰብ ዝበሃል ኣይንረክብን ኢና። ስለዚ ኣማናይ ናቱ እዩ ከኣ እዚ ረኺብናዮ ዘለና ምሕዋይ ናይዞም ሰላሳን ትሽዓተን። እቲ ህዝቢ እቲ ብግቡእ ነቲ መምርሒታት ኣተግቢሩ፣

በዚ ኣጋጣሚ እዚ መጀመርታ ክብላ ዝደሊ እቶም ተለኺፎም ዝነበሩ ሰላሳን ትሽዓተን ዜጋታትና እንኳዕ ሓወዩ እንኳዕ ብሰላም ናብ በቤቶም ተመለሱ ብካልኣይ ከኣ ምሉእ ህዝቢ ኤርትራ በቲ ዝገብሮ ዘሎ ምትሕግጋዝ በቲ ዝገብሮ ዘሎ ምድግጋፍ ዕጽፊ ዘመስግን እንኳዕ ኤርትራዊ ኾንኩ ኢለ እየ ከኣ ዝሕጎስ ማለት እዩ ስለዚ ኩላትና ኣብ ዘዘለናዮ ኮይና ከም ቀደምና ነዚ ሕማም እዚ ክንከላኸሎ ክንጥንቀቐሉ እቶም መምርሒታት ብምትግባር ከምዚ ቀዳማይ ዙርያ ሓቲትናዮ ዘለና ክሳዕ መወዳእታ ከምኡ ክንሓልፎ እዩ ትምኒተይ ማለት እዩ። ሰላም ሰላም ሰላም ንብለኩም ኣብዛ ልበይ ሰፈርኩም።